እተን ብሆርሙዝ ንኽሓልፋ ዝፍቀደለን ኩለን መራኽብ ክፍሊተን ብናይ ቻይና ባጤራ፣ ብየን፣ ንኽኸውን ወሲና። እዚ እቲ ካልእ ጽፍዒት ንዶላር ምዃኑ'ዩ። በዚ መሰረት ትራምፕ ከም ቆልዓ በሻሻ ኣብ ዘዝረኸቦ ሚድያ እናቐረበ መግለጺ ምሃብ ቀጺሉሉ ብዘሎ እዋን መጻብቦ ሆርሙዝ ክፉት ኮይኑ ክቕጽል ሃገራት ዓለም ክተሓባበራ ጻውዒት ብዘቕረቦ መሰረት ደቡብ ኮርያ ንጠለብ ትራምፕ ተቐቢላ ነዚ ጉዳይ ነጽንዖ ኣለና ክትብል መሊሳ። ደቡብ ኮርያ ሓንቲ ካብተን ናይ ኤስያ ሃገራት በዚ መስመር ሆርሙዝ እትጥቀም ግዳይ ናይዚ ኲናት እያ። ጃፓን እውን ተመሳሳሊ ግዳይ ናይዚ ኩነታት ከም ምዃና መጠን፣ ፕሬዚደንት ትራምፕ ሓገዝ ጥራይ ስለ ዝጠለበ ዘይኮነስ እቲ ጉዳይ ቅኑዕ ኮይኑ እንተ ተራእዩና ንሕና እውን ክንልእኽ ኢና ክትብል መልሲ ሂባ ኣላ። እቲ ዝሕተትዎ ዘለዉ ጠለብ ገዝሚ መርዓ ዘይኮነስ ናይ ውግእ መራኽብን ናብ መጻብቦ ሆርሙዝ ሰዲድካ ነቲ ዝነበረ ከምዘይነበረ ጌርካ ንምድምሳስ እዩ። ነገር እናሸለሐት ትኸይድ ኣላ። ቻይናን ሩስያን እውን ነዚ ተረዲኤን መስለኒ ምድላዋተን ዘጻፍፋ ዘለዋ። ዜና እስራኤል፣ ህንዳዊ ጋዜጠኛ ኣዲትያ ራጂ ካውል ኣብ እዋን'ቲ መጥቃዕቲ ዝካየደሉ ዝነበረ እዋን ዘመሓላለፎ መልእኽቲ ተሓታቲ ገይርዎ ይርከብ። እዚ ጋዜጠኛ እዚ ሚሳይላት ኢራን ኣብ ልዕሊ እስራኤል ከም ዝናብ እናዘነበ እንከሎ ንቤንጃሚን ኔታንያሁ ኣበይ ከም ዘሎ ኣንፈት ድሕሪ ምግላጽ እዩ ብፖሊስ እስራኤል ተታሒዙ ኣብ ቀይዲ ከም ዝኣተወ ጸብጻባት ዝሕብሩ። እዚ ፍጻመ እዚ ናታንያሁ ኣብ መራኸቢ ብዙሃን ቀሪቡ ንመወዳእታ ግዜ ዝተራእየሉ ምዃኑ እዩ ዝንገር። ኢራን ሎሚ ብዘውጽኣቶ መግለጺ፣ ሩስያን ቻይናን ኣብዚ ኲናት እዚ ብግብሪ መሻርኽታ ምዃነን ስለምንታይ ክትእመን ደልያ? ኢራን ብሚኒስትሪ ወጻኢ ጉዳያታ ኣቢላ ዓባስ ኣራቅቺ ዝሃበቶ ኣገዳሲ መግለጺ ካብ ኒዩክለር ዝበኣሰ ነይሩ። ነቲ ብድሕሪ መጋረጃ ኣብ ዓለማዊ ዓንኬላት ስለያ ክዘዋወር ዝጸንሐ ወረ ሎሚ ብወግዒ ኣብ ቃልዕ ኣቃሊዓቶ ኣላ። ዓባስ ኣራቕቺ፣ ሩስያን ቻይናን ፖለቲካዊ መሓዙት ጥራይ ዘይኰናስ፣ ኣብዚ ሕጂ ዝካየድ ዘሎ ግጭት ወተሃደራዊ መሻርኽቲ እውን እየን ክብል ተኣሚኑ። እዚ ከምዚ ዝበለ ተሪር ዲፕሎማስያዊ ዜና ንፈለማ እዋን እዩ ወግዓዊ ብልሳን ኢራን ዝግለጽ ዘሎ። ሓያል ተልእኾ ከም ዘለዎ ድማ ይእመን። ኵነታት ውግእ መልክዑ ክልውጥ ከም ዝኽእል እውን ይግመት። መስኮን ቤጂንን ኪኖ ትልሙት ስምምዕ፣ እንታይ ዓይነት ኣጽዋር ንኢራን የቕርባ ኣለዋ? ዝብል ሕቶታት ንዓለም ኣሻቒሉ ይርከብ። ሃረምረም ኣሜሪካን እስራኤልን ድሕሪ'ቲ ንኻርጅ ደሴት ምቁማተን፣ ብፍላይ ቻይና ንኻልኣይ ግዜ ልክዕ ከምቲ ኣብ ቬነዝወላ ተጸፊዓ ነዳዲ ዝተመንጠለቶ ኣብ ኻርጅ እውን ከይትቕደም ዝሰግአት ትመስል። እዚ ኩነታት ካብ ዝጅምር እተን ፈጺመን ዘይተታኸሳ የዒንቲ ሩስያ ጸብጻባት ካብ ምሃብ ደው ኣይበለትን። መረዳእታ ስለያ ሩስያ ከም ዝሕብሮ፣ ብጎረሮና ክሳብ እንተሓዝ ኣይንጽበን እዩ መልሱ። ሩስያ ንኢራን ብሳታላይታት ኣቢላ፣ ኣብ ልክዕ ግዜ ዳታ ብምሃብ፣ ኢራን ንምንቅስቓስ መራኽብን ከምኡ'ውን ንመደበራት ኣሜሪካን ክትከታተል ሓጊዝዋ'ዩ። ብተወሳኺ ካብ ስዉር መጥቃዕቲ'ውን ክትድሕን ኣኽኢልዋ'ዩ። እዚ ማለት እቲ ኤለትሮኒካዊ ውግእ ተባሂሉ ዝጽዋዕ ምስ ምምጻእ ሙዕቡል ስርዓታት ጃሚንግ ከም ካራሱካ ኣብ ራዳራት ኣሜሪካ ጸሊም ነዃላት ፈጢሩ ነተን ሕሱራት ሰብ ኣልቦ ነፈርቲ ኢራን ነቲ ናይ ሚልዮናት ባትሪ ሚሳይላት ፓትርዮት ኣሜሪካ ኣሽኪዐን ንኽኣትዋ ኣኽኢልወን'ዩ። ብወገን ቻይና'ውን እቲ ልክዕ ቴክኖሎጂ ቻይናዊ ሰደድ ዝተወሃሃደ ሰርኪዩትን ቺፕን ናብ ኢራን ብዕጽፊ ከም ዝተላእከን ቁጽሪ ክውስኽ ከም ዝተገብረን ጸብጻባት ይሕብሩ። እዞም መሳርሒታት እዚኣቶም፣ ሚሳይላት ኢራን ካብ ሳታላይታት ሩስያ ብዝረኸብዎ ልክዕ ሓበሬታ መሰረት ኣብ በረራ ከለዉ መንገዶም ክቕይሩ ዘኽእል ተኣምራዊ ስራሕ ዘበርክት መሳርሒ'ዩ። እዚ ቅልጡፍ ለውጥታት ዝረኣ ዘሎ ሓደ ነገር ከም ዘሎ የመላኽት። ድሮ ሰለስተ ሰሙኑ ሒዙ ንዘሎ ኲናት እስራኤልን ኣሜሪካን ነቲ ተነቢሩሉ ዝጸንሐ ዘተ ሰላም ደፋፊኡ ዘእቱ ድዩስ ዋላስ ኣነሃሂሩ ናብ ኲናት ዝጠብስ ኣይተፈልጠን። ተንተንቲ ፖለቲካ ዓለምና ነናቶም ኣርእስትን ግምታትን ጥራሕ ከንብሩ ይረኣዩ። እዚ ከምዚ ኢሉ እንከሎ ሎጂስቲካዊ መስመር ህይወት በይጂን ንኣካላት ሰብ ኣልቦ ነፈርትን ስርዓታት ናቪጌሽንን በይዱ ትህብ። እዚ ድማ ከም ኣማራጺ ዋላኳ ናይ ምዕራባውያን ጃም ምዕፋን እንተሃለወ ቀጻሊ ኣድማዕነት መጥቃዕቲ ኢራን የረጋግጽ። እቲ ዘደንቕን ዘገርም ሕቶ ብብዝሒ ዝለዓል ዘሎ ኢራን ስለምንታይ ሕጂ ብዛዕባ መሻርኽታ ወግዓዊ ክትገብሮ ክትእመነሉ መሪጻ? መብዛሕትኦም ፖለቲከኛታት ከም ዝብልዎ፣ እዚ ንትራምፕ መልእኽቲ ጥራይ ዘይኰነስ ናይ መወዳእታ መጠንቀቕታ'ዩ ይብሉ። ወሲኾም፣ እቲ ኲናት መልክዑ ቀይሩ፣ እቲ ኲናት ኣንጻር ኢራን ጥራይ ዘይኰነስ ምስ ቻይናዊ ቴክኖሎጂን ስለያ ሩስያን ይገጥም ምህላዉ ንምዝኽኻር እዩ ይብሉ። ብወገን ኢራን እውን ከተመሓላልፎ ደልያ ዘላ መልእኽታ እቲ ብወተሃደራዊ መዳይ ንምድምሳሳ ዝተገብረ ፈተነታት ሳላ ስትራተጂካውያን መሻርኽታ ከም ዝፈሸለ ንምሕባር እዩ። ብሓጺሩ ኣብዚ ወተሃደራዊ ምትሕብባር ዝረኣ ዘሎ ብዛዕባ ምልኣኽ ኣጽዋራት ጥራይ ዘይኮነስ ንኢራን ኣብ ባይታ ናብ በሊሕ ነገረ ሓይሊ ዝቕይር ናይ ቴክኖሎጂን ስለያን ውህደት እዩ ዓለም ትዕዘቦ ዘላ። ሩስያ ተስፋን ራእይን ትህብ፣ ቻይና ድማ ብስለትን ሓንጎልን ብልሕን ትህብ። እዚ ድማ ነቲ ኲናት ንምንዋሕ ዝሕግዝን ንጠለባት ኢራን ቅድሚ ኩነት ንምቕባሉ ዝድርኽ ከምኡውን ንዝተወጠረ ትዕቢት ትራም ዘተንፍስ ንእስራኤል ዝርዕድ እዩ። እዚ ኲናትዚ ንዓቕሚ ኣሜሪካ ጸንቂቑ ሰገጥ ንኽትብል ዝደፍእ ሓይሊ ይመስል። ብተወሳኺ ከምዚ ኢሉ እንተቐጺሉ፣ እዘን ሎሚ ብቁጠባ እንፈልጠን ዓበይቲ ሃገራት ብሕጂ ሰላሳ ዓመት ሰሪሐን ክመልስኦ ዘይከኣለን ጉድጓድ ክሳራየን ዝፍሕራ ዘለዋ። ንሰን ክወድቃ እተን ድኻታት ዝነበራ ሓፍ ክፍላ ድማ ባህርያዊ ይገብሮ። ሰናይ ሰሎምን ወዲ መምህር።